እቲ ስሕር ድዩ ድግምቲ ድዩ ከምኡ ዝገብር ዘሎ ኣብ ገዝኦም እንከለዉ ዝፈላልዮም ህይወቶም ዘባላሹ እወ እቲ ድግምቲ ስሕር እዩ ነንሕድሕዶም የጻልኦም ዕንወት የምጸሎም እንተ ደኣ እቲ ቁርኣን ብልክዕ ይቕረኣ ሃልዩ ቁርኣን ልክዕ ከም ስምካ እዩ ኣብዚ ኣገዳሲት ነጥቢ ምጺኻ ኣለኻ እንተ ደኣ ቁርኣን ብቑኑዕ ኣገባብ ተቐሪኡ ኣይሓንቀካን እዩ ወላሂ ኣይሓንቀካን እዩ ወላሂ ንኣብነት ንስኻ ካብ ስምካ ፊደላት እንተቐይርካ ስምካ ይኸውን ዶ? ፍጹም ካልእ ስም እዩ ዝኸውን። ፊደል እንተወሲኽካሉኸ ስምካ ይኸውን ዶ? ብፍጹም። ኣብ ቁርኣን ድማ ካብኡ ንላዕሊ ምኽንያቱ ኣብ ቁርኣን ምንቅስቓስ ናይቲ ፊደል እንተቐይርካ ምሉእ ትርጉም ኢኻ ትቕይር ዘለኻ። ንኣብነት ቁል ኣዑዙ ቢረቢ ናስ ማሊኪ ናስ ኢላሂ ናስ

ብጌጋ ኣቃራርኣኻ ሰብ ክነስኻ ኣላህ ትኸውን ኣለኻ ማለት እዩ ስለዚ ኣቃራርኣ ምቕያር ማለት ንኹሉ እዩ ዘባላሽዎ ኣብዚ ድማ ሰይጣን ይኣትወካ ማለት እዩ ፍልጠት ቅድሚ ተግባር ንስኻ ጽቡቅ ጌርካ በቓራ እንተቐሪእኻ ሰይጣን ክሓንቀካ ኣይኮነን ገዛኻ ከማን ኣይኣቱን እቲ ሽግር ኣባና እዩ ጽቡቅ ጌርና ስለ ዘይንቐሪ እዩ እምበር ወላሂ ክሳብ ጽቡቅ ጌርና ዝቐረኣና ሰይጣን ይኹን ሳሕር ኣይቀርበናን እዩ መጀመርያ እዚ ጉዳይ ከቢድ ዘይኮነ ቀሊል እዩ። በቲ ኣላህ ዝኣዘዞ መንገዲ ዝመላለስ ዝኾነ ይኹን ኣስላማይ ኣላህ ባዕሉ እዩ ዝሕልዎ። ኣላህ ዝሕልወካ እንተኾይኑ ድማ ዝኾነ ይኹን ክጎድኣካ ኣይክእልን እዩ። ስለዚ ኣነ ዝብሎ ሰላትካ ኣብ ሰዓቱ ስገድ። ናይ ንግሆን ምሸትን ኣዝካር ዝኽሬ ኣይትረስዕ፣ ናይ ድቃስ ኣዝካር እውን ከምኡ እውን ረሱል ሰለላሁ ዐለይሂ ወሰለም ክትድቅስ እንከለኻ ውዱእ ጌርካ ደቅስ ኢሎም ተላብዮምኻ እዮም። ስለዚ ክትድቅስ እንከለኻ ውዱእ ግበር። ውዱእ ጌርካ ምስ ትድቅስ መላኢካ መጺኡ ክሳብ ወጋሕታ ትበራበር ዱዓ ክገብረልካን ክሕልወካን ክሓድር እዩ። ናይ ድቃስ ዝኽሪ ኣዝካር ኣዝዩ ኣገዳሲ እዩ፣ ምኽንያቱ ንስኻ ምስ ደቀስካ ነብስኻ ክትሕሉ ስለ ዘይትኽእል ሰይጣውንቲ ክለኽፉኻ ይኽእሉ እዮም። ስለዚ ሱና ናይ ረሱል ሰለላሁ ዐለይሂ ወሰለም ተኸቲልካ ኣዝካር ዝኽሪ ጌርካ ምስ ውድእኻ እንተደቂስካ ከምኡውን መዓልታዊ ውዱእ ብብዝሒ ብዝገበርካ መጠን ኣብ ሓለዋ ናይ ረቢ ኢኻ ዘለኻ። ነዚ ከምዚ ዓይነት ሽግራት እዚ ይፈውሱ ናይ ንግሆን ምሸትን ዝኽሪ፣ ኣዝካር፣ ውዱእ ከምዚ እዚ ሓውና ዝብሎ ዘሎ ድማ ዝኾነ ክትሰርሕ እንተደሊኻ ብስሚላህ ምባል ገዛኻ ክትኣቱ ብስሚላህ እንተኢልካ ሰይጣን ምሳኻ ኣይኣቱን እዩ። ክጽበየካ እዩ ዝጸንሕ እንድሕር ብስሚላህ ዘይበልካ መሕደሪ ረኺበ እዩ ዝብል ከምኡ ኢልካ ብስሚላህ ከይበልካ ድራር እንተበሊዕካ ድራርን መሕደርን ረኺበ ኢሉ እዩ ዝሕጎስ እዚ እቲ ሓቀኛ መከላኸሊ ታሕሲን ዝበሃል ድሕርዚ ወልሓንቲ ኣይትደልን ኢኻ ካብ ሕማቕ ዓይኒ፣ ካብ ስሕር፣ ድግምት፣ ካብ መልከፍቲ ሰይጣን ይኹን ካልእ ነገር ዘፍርሕ የብልካን። ዋላ ህዝቢ ዓለም ተኣኪቡ ክጎድኣካ እንተደልዩ ሸውዓተ ፍረ ተምሪ ምብላዕኸ እንታይ ይጥቕሞ? እዚ እውን ካልእ ሱና እንድዩ። ዝበዝሑ ፈላጣት እቲ ተምሪ ናይ መዲና ክኸውን ኣለዎ እንተበሉ ሸኽ ኢብኒ ባዝ ረቢ ይርሓመሎም ግን ዝኾነ ዓይነት ተምሪ እዮም ኢሎም ሸውዓተ ተምሪ መዓልታዊ ትበልዕ እንትኾንካ ስሚ ይኹን ስሕር ድግምቲ ኣይጎድኣካን እዩ ገለ ነገር ኣለዎ ከም ልሕቲት መሳሊ ሰይጣውንቲ ይፈትውዎን እዮም ክበሃል ሰሚዐ እሞ ከመይ እዩ እዚ ብልክዕ ድዩ ከም ልሕቲት ዝኣመሰሉ ነገራት ንሰይጣን ካብ ገዛ ከባርሩ ዝኽእሉ ብስሚላህ መጀመርታ ነገር ልሕቲት ሓደ ካብቶም ኣጋንንቲ ጨንኡ ዝጸልእዎ ነገራት እዩ እዞም ኣጋንንቲ ዝጸልእዎ ኣታኽልቲ ኣብታ ዓለም ምስ ኣተና ኢና ፈሊጥናዮ ምኽንያቱ ዅሎም ዓይነት መድሃኒታት ኣብዚ ዓለም ካብ ኣታኽልቲ እዮም ዝስርሑ ንሱ እዩ ድማ እቲ ናይ ጥንቲ መበቀላዊ መድሃኒት ገለ ሰባት ነዚ ብስነ ቀመም ተሰሪሑ ኣብ ፋርማሲ ዝሽየጥ መበቆላዊ ዝመስሎም ኣሎ። ለሕቲት፣ ቆጽሊ ጋባ፣ ስድር፣ ቀስጠል ሂንዲ እዚኣቶም ኣጋንንቲ ይፈትውዎም እዮም። ኣታኽልቲ ገሊኦም ንወዲ ሰብ ዝጠቕሙ ኣለዉ፣ ገለ እውን ዝጎድኡ ኣለዉ። ገለ እውን መላእኽቲ ዘይፈትውዎም ኣለዉ፣ ገለ ድማ ንኣጋንንቲ ዝጎድኡ ኣለዉ። ቆጽሊ ጋባ፣ ስድር፣ ልሕቲት፣ ቆስጣል ሂንዲ፣ ጨው እዚኣቶም ጋኔን ኣይፈትዎምን እዩ። ልሕቲት ኣዝዩ ዝገርም ጥበብ እዩ ዘለዎ። ንኣብነት ኣብ ሓደ ኣጅናን ዝነብርዎ ገዛ ልሕቲት ምስ እትተክል ጨኑኡ ስለ ዘይፈትዎ የእለ እዩ። ጨውን ከምኡ። ሕራይ እቶም ኣጋንንቲ ባዕሎም ዶ ከምኡ ኢሎምኻ ይፈልጡ? እወ ብርግጽ ኣብ ዝኾነ ኣጋጣሚ ልሕቲት ጌርካ እንዶ ኣቃጽሎ ኢሎምኒ ይፈልጡ እወ።